ካብ ዝሓለፈ ምስጢር ሓይሊ ኣእምሮ ብዛዕባ ሓደስቲ ሓሳባት ምጥርጣር ባህሪ ወዲ ሰብ እዩ። ነዞም ኣቐዲሞም ዝተጠቕሱ መምርሒታት እንተተኸቲልካ ግን ድሕሪ ዝተወሰነ ግዜ ምጥርጣርካ ብፍጽምቲ እምነት ክትካ እዩ። ወዲ ሰብ ጎይታ ምድራዊ ጽሑፍትኡ ምዃኑ ብዙሓት ፍላስፋታት ገሊጾም እዮም። ስለምንታይ ጎይታ ጽሑፍትኡ ከም ዝኾነ ግን ኣይነገሩን። ኣብዚ ምዕራፍ ሰብ ጎይታ ምድራዊ ጽሑፍትኡ ብፍላይ ግን ጎይታ ቁጠባዊ ጽሑፍትኡ ከም ዝኾነ ተገሊጹ ኣሎ። ሰብ ጎይታ ገዛ ርእሱን ከባቢኡን ኩነታቱን ክኸውን ይኽእል እዩ። እቲ ምኽንያት ንትሕተ-ውኖ ኣእምሮኡ ክጸሉ ዘኽእል ብቕዓት ስለ ዝውንን እዩ። ንኽቱር ድሌት ናብ ገንዘብ ንምልዋጥ፣ ንትሕተ-ውኖ ኣእምሮኻ ክትበጽሖን ክትጸልዎን የድሊ። እዚ ምብጻሕን ምጽላውን ብመንገዲ ሕጊ ባዕላዊ ምዝኽኻር'ዩ ግብራውን ዝለብስ። እቶም ካልኦት ሕግታት፣ ሕጊ ባዕላዊ ምዝኽኻር ኣብ ግብሪ ንኽውዕሉ ዝሕጉሱ ደገፍቲ መሳርሕታት እዮም። ነዚ ኩሉ ሳዕ ኣብ ልብኻ ዕቆሮ። ነዛ መጽሓፍ ኣንቢብካ ብዝወዳእካ፣ ናብዚ ምዕራፍ እዚ ተመሊስካ ነዚ ዝስዕብ መምርሒ ብመንፈስን ግብርን ተግብሮ። ሕጊ ባዕላዊ ምዝኽኻር ብሓቂ ከም ዝሰርሕን ንኹሉ እትደልዮን ከም ዝፍጽመልካን እምነት ክሳዕ እተሕድር፣ ምሸት ምሸት መዓልታዊ ነዚ ምዕራፍ እዚ ብዓውታ ኣንብቦ። ኣብዚ ምዕራፍ እዚ ተምሳጥ ዘሕደረትልካ ምልእቲ ሓሳብ ድማ ብብርዒ ኣስምረላ። ንሕግታት ዓወት ክትርድኦምን ክትመልኮምን ከኽእለካ እዩ እሞ ነዚ ዝስዕብ ሓሳብ ኣስተውዕለሉ። ነፍሲ ወከፍ ተጻብኦ፣ ነፍሲ ወከፍ ውድቀን ልቢ ዝሰብርን ስዕረትን ኣብ ውሽጡ ረብሓ ዝህብ ዘርኢ ኣለዎ። ሕሰብ እሞ ክትብትም ትርጉም ሚካኤል ኣዳም ንባብ ማእከለ ሃይለ ምዕራፍ ሓሙሽተ ኣብ ፍሉይ ክእለት ዘድሃበ ፍልጠት ውልቃዊ ተመክሮ ወይ ትዕዝብቲ ክልተ ዓይነት ፍልጠት ኣሎ ሓፈሻዊ ፍልጠትን ኣብ ፍሉይ ክእለት ዘድሃበ ፍልጠትን ድማ ይበሃሉ ዓቐኑን ዓይነቱን ብዘየገድስ ሓፈሻዊ ፍልጠት ኣብ ምኽዕባት ገንዘብ ሒደት ጥቕሚ እዩ ዘለዎ ዓበይቲ ዩኒቨርሲታት ኣብ ኩሉ ዓውድታት ዘተኮረ ሓፈሻዊ ፍልጠት እየን ዘስተምህራ። መብዛሕትኦም ፕሮፌሰራት ሒደት ገንዘብ እዩ ዘለዎም። ኣብ ምስትምሃር እኳ ወሓለታት እንተኾኑ ፍልጠት ኣብ ምውዳብን ኣብ ጠቕሚ ኣብ ምውዓልን ግን ወሓለታት ኣይኮኑን። ፍልጠት እንተዘይተወዲቡን ብመንገዲ ግብራዊ ውጥን ናብ ንጹር ዕላማ ምኽዕባት ሃብቲ እንተዘይተማእዚኑን ገንዘብ ክስሕብ ኣይክእልን እዩ። ብዙሓት ሰባት እምበኣር ነዚ ሓቂ እዚ ክግንዘቡ ስለዘይከኣሉ ፍልጠት ሓይሊ እዩ ዝብል እምነት ኣለዎም። እቲ ፍልጠት ሓይሊ እዩ ዝብል ብሂል ግን ቅኑዕ ኣይኮነን። ፍልጠት ዕቑር ተኽእሎ ዘለዎ ሓይሊ እዩ። እንተተወዲቡን ብንጹር ተግባራዊ ውጥን ተሰንዩን እንተተማእዚኑን ጥራዩ ሓይሊ ዝኸውን። ትካላት ትምህርቲ ፍልጠት የስተምህራ። እቲ ዘስተምህርኦ ፍልጠት ብኸመይ እትእከብ እምበር ብኸመይ ትውድቦን ኣብ ግብሪ ተውዕሎን ኣይኮነን። በዚ መሰረት እዚ ኣገባብ ኣብ ህይወት ደቂ ሰብ ገዚፍ ዕንወት ይፈጥር ኣሎ። እተን ሄንሪ ፎርድ ኣብ ቤት ትምህርቲ ኣትዩ ዝተማሃረለን መዓልታት ሒደት እየን። በዚ ድማ ፎርድ ምሁር ኣይኮነን ዝብሉ ብዙሓት እዮም። እዚ ግን ጌጋ እዩ። እዞም ሰባት እዚኦቶም ሓቀኛ ትርጉም ትምህርቲ ክርድኡ ዘይከኣሉ እዮም። ብቋንቋ እንግሊዝ እታ ትምህርቲ ዝብል ቃል ኢዲኮሽን ይበሃል። መበቆል ናይዛ ቃል ድማ እቲ ኢዲኮ ትብል ናይ ላቲን ቃል እያ። ትርጉማ ኸኣ ካብ ውሽጥኻ ክትምዕብል ምኽኣል እዩ። ሓደ ሰብ ምሁር ንኽበሃል ግድን ኣይኮነን ማእለያ ዘይብሉ ፍልጠት ክውንን ዘለዎ። እቲ ምሁር ዝበሃል ሰብ

ሃብቲ ከኻዕብት ዝኸኣለ ደንቆሮ። ኣብ እዋን ቀዳማይ ኲናት ዓለም ሓንቲ ኣብ ቺካጎ ትሕተም ዝነበረት ጋዜጣ ሄንሪ ፎርድ ደንቆሮ ዝብል ጽሑፍ ኣብ ገጻታ ኣስፈረት። ሄንሪ ፎርድ ነቲ ጽሑፍ ብምቅዋም ኣንጻር እታ ጋዜጣ ኣብ ቤት ፍርዲ ክሲ መስረተ። ኣብቲ ቤት ፍርዲ ነቲ ጉዳይ ዝረኣየሉ ዝነበረ መጋባእያ ጠበቓ ናይታ ጋዜጣ ንፎርድ ናብቲ መሳ መሰኻኽር ምስክርነቶም ኣብ ዝህብሉ እዋን ዝቆመሉ ስፍራ ክመጽእ ዳኛ ክእዝዝ ሓተተ። ዕላማ ናይቲ ጠበቓ ንፎርድ ብሕቶታት ኣዋጢሩ ደንቆሮ ምዃኑ ንኽረትዖ'ዩ ነይሩ። ፎርድ ትእዛዝ ዳኛ ኣኽበረ። እቲ ጠበቓ ብዙሕ ሕቶ ንፎርድ ሓተቶ። ንሱ ፎርድ ብዛዕባ ተሽከርከርቲ እኹል ኣፍልጦ ከም ዘለዎ እኳ እንተ ኣመነ፣ ሓፈሻዊ ፍልጠቱ ግን ድሩት ካብ ምዃኑ ዝተላዕለ ምስ ደናቁር ከም ዝመደቦ ርግጸኛ'ዩ ነይሩ። ገለ ካብቲ ንፎርድ ዝቐለበሉ ሕቶታት ንምጥቃስ። በነዲክት ኣርኖልድ መን'ዩ? እቲ ኣብ ኣሜሪካ ኣብ 1776 ዝተላዕለ ናዕቢ ንምህዳእ ዓባይ ብርጣንያ ክንደይ ዝኣኽሉ ወተሃደራት ልኢኻ? ፎርድ ነታ ካልኣይቲ ሕቶ ክምልስ ከሎ፣ ልክዕ ቁጽሪ ናይቶም ብርጣንያ ዝለኣኸቶም ወተሃደራት ኣይፈልጦን እየ። ካብቶም ንዓዶም ዝተመልሱ ኣዝዮም ዝበዝሑ ከም ዝለኣኸት ግን ሰሚዐ ኣለኹ በለ። ፎርድ በቲ እቲ ጠበቓ ዘቕርበሉ ዝነበረ ሕቶታት ክሰላቾ ጀመረ። ኣስዒቡ እቲ ጠበቓ ሓንቲ ንፎርድ እተናሽው ሕቶ ሓተቶ። ፎርድ ኣጻብዕቱ ናብቲ ጠበቓ እናዋጣወጠ ነዛ ሕጂ ዝሓተትካኒ ሕቶ ትኹን ንኹሉ'ቲ ክትሓተኒ ዝጸናሕካ ናይ ዓያሹ ሕቶታት ክምልስ ዘድልየኒ እንተኾይኑ ሓደ ነገር ክነግረካ ምደለኹ። ኣብ ጠረጴዛይ ብዙሕ መወልዕን መጥፍእን ኣሎኒ። ነታ ቅንዕቲ መወልዕን መጥፍኢትን ብምጥዋቕ ንዝደለኽዎ ሕቶ ቅኑዕ መልሲ ክህበኒ ዝኽእል ክኢላ ክጽውዕ እኽእል'የ። እምበኣር ሕጂ ኣብ ዝደለኹዎ እዋንን ብዛዕባ ዝደለኹዎ ኣርእስትን ሓቲተ መልሲ ክህቡኒ ዝኽእሉ ሰባት እናሃለዉ፣ ንኣእምሮይ ብሓፈሻዊ ፍልጠት ዘጨንቐሉ ምኽንያት እንታይ ምዃኑ ክትነግረኒ ብትሕትና እሓተካ ብምባል መለሰሉ። እዚ ናይ ፎርድ መልሲ ቅኑዕን ምኽንያታውን ነበረ፣ ነቲ ጠበቓ ድማ ዓቢ ጽፍዒት ኮኖ። ኩሎም እቶም ኣብቲ መጋባእያ ዝነበሩ፣ እቲ መልሲ ካብ ሓደ ምሁር እምበር ካብ ሓደ ዘይተማህረ ከም ዘይወጸ ተገንዘቡ። እቲ ፍልጠት ኣብ ዝደለየሉ እዋን ኣበይ ከም ዝረኽቦ ዝፈልጥን ንፍልጠቱ ብኸመይ ናብ ግብሪ ከም ዘተርጉሞ ዝርዳእን ሰብ ምሁር እዩ። ፎርድ ድማ ሓደ ካብቶም ናይ ኣሜሪካ ሃብታማት ክኸውን ዘኽኣሎ ኣብ ፍሉይ ክእለት ዘድሃበ ፍልጠት ክውንን ክኢሉ እዩ። ዘድልዮን ዘየድልዮን ሓፈሻዊ ፍልጠት ኣብ ሓንጎሉ ክኽዝን ኣድላዪ ኣይነበረን። ዘድልየካ ኩሉ ዓይነት ፍልጠት ክትረክብ ትኽእል ኢኻ። ቅድሚ ንኽቱር ድሌትካ ናብ ሃብቲ ክትልውጦ ዘኽእል ክእለት ከም ዘሎካ ኣረጋጊጽካ ምፍላጥ፣ ብዛዕባ ሃብቲ ንምኽዕባት እትህቦ ኣገልግሎት ወይ ዘድልየካ ሞያ ኣብ ፍሉይ ክእለት ዘድሃበ ፍልጠት ክህልወካ ግድን ዘድሊ እዩ። ንኽትዕወት ምናልባት እቲ ዘሎካ ፍልጠት ወይ ክእለት ኣኻሊ ዘይክኸውን ይኽእል እዩ። ኣብ ከምዚ ዝመሰለ ኩነታት ነቲ ዝተረፈካ ፍልጠት ንኽትምልእ ሓደ ጉጅለ እኩብ ኣእምሮ ከተቑም ይከኣል። በዚ ከምዚ ንድኽመታትካ ስዒርካ ክትዕወት ትኽእል። ኣብ ምኽዕባት ሃብቲ ሓይሊ ወይ ስልጣን ወሳኒ ተራዩ ዘለዎ ስልጣን ድማ ብመንገዲ ብግቡእን ዝተወደበን ብጥበብን ዝተማእዘነን ኣብ ፍሉይ ክእለት ዘድሃበን ፍልጠት እዩ ዝርከብ። እዚ ፍልጠት ግን ግድን ኣይኮነን ኣብ ኣእምሮ እቲ ሃብቲ ንምኽዕባት ዘንቀደ ሰብ ክህሉ። እዚ ሓቂ እዚ ነቲ ሃብቲ ከክተኻዕብት ክቱር ድሌት ዘለዎ ግን ከኣ ንክቱር ድሌቱ ናብ ሃብቲ ንምልዋጥ ዘኽእል ኣብ ፍሉይ ክእለት ዘድሃበ ፍልጠት ዝጎደሎ ሰብ ተስፋ ዝህብን ዘተባብዕን እዩ። ገለ ሰብ እኹል ትምህርቲ ስለ ዘይብሎም ጥራይ ብነፍሰ ምትሓት ይሳቐዩ። እቲ ንጉጅለ እኩብ ኣእምሮ ክቐውምን ክመርሕን ዝኽእል ሰብ ማዕረ እቶም ምሁራት ኣባላት እቲ ጉጅለ እዩ ዝቑጸር። ቶማስ ኤዲሰን ኣብ ቤት ትምህርቲ ኣትዩ ስሩዕ ትምህርቲ ዝቐሰመለን ግዜያት ካብ ሰለስተ ኣዋርሕ ኣይሓልፋን እየን። ምህሮ ግን ኣይጎደሎን፣ ድኻ ኮይኑ እውን ኣይመተን። ፎርድ ካብ ሻድሻይ ክፍሊ ንላዕሊ ኣይተማሃረን፣ ብቑጠባ ግን ካብቶም ዝሓየሉ ሓደ ክኸውን ከኣለ። ፍልጠት ብኸመይ ከም እትዕድግ ምፍላጥ ዓስቢ ኣለዎ። ቅድም ኩሉ፣ እንታይ ዓይነት ፍልጠት ከም ዘድልየካን ንምንታይ ዕላማ ክትጥቀመሉን ምዃንካን ወስን። እንታይ ዓይነት ፍልጠት ዘየድልየካ፣ በቲ ዘሎካ ዕላማን ክትወቕዖ እትደልዮ ሸቶን እዩ ዝውሰን። ቀጺልካ፣ ምንጪ ናይቲ ዘድልየካ ዘሎ ፍልጠት ኣበይ ምዃኑ ክትፈልጥ ጸዓር። እዞም ዝስዕቡ ሒደት ካብቶም ኣገደስቲ ምንጪታት ፍልጠት እዮም። ሀ። ውልቃዊ ተመክሮን ትምህርትን ለ ብመንገዲ ሕብረት እኩብ ኣእምሮ ዝርከብ ናይ ካልኦት ተመክሮን ትምህርትን ሐ ኮለጃትን ዩኒቨርሲታትን መ ህዝባዊ ኣብያተ ንባብ ኣብዚ ብመንገዲ መጽሓፍትን መጽሔታትን ኩሉቲ ብስልጣኔ ወዲ ሰብ ዝተወደበ ፍልጠት ክርከብ ይኽእል እዩ።

ዘድልየካ ፍልጠት ብዝኣከብካዮ ክትውድቦን ብመንገዲ ግብራዊ ውጥን ንጹር ዕላማ ንምውቃዕ ኣብ ጥቕሚ ከተውዕሎን ይግባእ። ፍልጠት ኣብ ጥቕሚ ምስ ኣውዓልካዮ ዝህበካ ዓስቢ እንተዘይኮይኑ ዋጋ የብሉን። ተወሳኺ ትምህርቲ የድልየኒ እዩ ኢልካ እንተ ሓሲብካ ቅድም ንዕላማኻ ኣነጺርካ ፍለጦ። ሽዑ ነቲ ዘድልየካ ፍልጠት ብኸመይ ክትረኽቦ ከም እትኽእል ክትርዳእ ኢኻ። ኩሎም ዕዉታት ዝነጥፍሉ ዓውዲ ብዘየገድስ ምስ ቀንዲ ዕላማኦምን ሞያኦምን ዝተኣሳሰር ኣብ ፍሉይ ክእለት ዘድሃበ ፍልጠት ኣብ ምንዳይ ኣዕሪፎም ኣይፈልጡን እዮም። እቶም ዘይዕዉታት ግን ምንዳይ ፍልጠት ምስ ምዝዛም ስሩዕ ትምህርቲ እዩ ዘብቅዕ ዝብል ጉጉይ ብሂል ምእማን ዓብዪ ስሕተት ይፍጽሙ። ሓደ ሓቂ ግን ኣሎ። ቤት ትምህርቲ ግብራዊ ፍልጠት ብኸመይ ከም እተኻዕብት እንተ ዘይኮይኑ ካልእ ፍልጠት ኣይህበካን እዩ። ናይዚ ዘመን እዚ መምርሒ ኣብ ፍሉይ ክእለት ዘድሃበ ፍልጠት ይሃሉኻ ዝብል እዩ። እዚ ሓቂ እዚ ብሮበርት ፒ ሙር ናይ ኮሎምቢያ ዩኒቨርሲቲ ብኸምዚ ዝስዕብ ተገሊጹ እዩ፣ ኣዝዮም ተደለይቲ ዝኾኑ ክኢላታት፣ እቶም ብዓበይቲ ኩባንያታት ተደለይቲ ዝኾኑ ምሩቓት፣ ካብ ቤት ትምህርቲ ንግዲ ብኣካውንታንትን ስታትስቲክስን ዝተመረቑ፣ ምሩቓት ኩሉ ዓውድታትን ምህንድስናን ብሞያ ጋዜጠኘትን ዝተሰጠኑ ብስነ ህንፃን ስነ ቀመምን ዝተመረቑን ንጡፋት መራሕቲ ምንቅስቓስ ተምሃሮ ዝነበሩን እዮም። ካብቲ ኣብ ኣካዳሚ ጥራይ ልዑል ነጥቢ ዘመዝገበ እቲ ኣብ ናይ ኮሌጅ ንጥፈታት ብንጥፈት ዝዋሳእ ምስ መማህርቱ ብስኒት ዝጓዓዝን ኣብ ኣካዳሚ ድማ ኣዕጋቢ ውፅኢት ዘመዝገበን ተምሃራይ ዝሓሸ ስራሕ ናይ ምርካብ ዕድል ኣለዎ። እቶም ብኹሉ እንትንኦም ብሉፃት ዝኾኑ ዝሓሸን ዝበለጸን ጽፍሒ ክረኽቡ ክኢሎም እዮም። ሓደ ካብ ዓበይትን ፍሉጣትን ኩባንያታት ብዛዕባ እቶም ኣብ ትካሉ ዝተቖጸሩ ምሩቓት ኣመልኪቱ ናብ ሚኒስተር ሙር ዝጸሓፎ ደብዳቤ ከምዚ ዝስዕብ ይንበብ። ብሕልፊ ኣብቶም ኣብ ምምሕዳራዊ ስራሕ ፍሉይ ለውጢ ከምጽኡ ዝኽእሉ ሰባት ክትሩ ግዳሰ ኣለና። በዚ ምኽንያትዚ ድማ ኢና ሕልፊ ትምህርታዊ ድሕረ ባይታ ኣብ ባህርያት፣ ብልሕን ጠባያትን ውልቀ ሰብ እነተኩር። ናብ ኣብ ፍሉይ ክእለት ዘድሃበ ፍልጠት ዘብጽሕ መገዲ። ወዲ ሰብ ነቲ ዋጋ ከይከፈለ ዝረኽቦ ረብሓ ይኹን ኣገልግሎት ግዲ ኣይገብረሉን እዩ። እዚ ሓደ ካብ ኣደነቕቲ ባህርያቱ እዩ። ህዝባዊ ኣብያተ ንባብ ነፃ ኣገልግሎት እየን ዝህባ። በዚ ዝህብኦ ኣገልግሎት ዝምሰጡ ግን ሒደት እዮም። እቲ ብዙሓት ትምህርቲ ምስ ወድኡ ዳግማይ ናብ መሰልጠኒ ማእከል ዘምርሑ ምኽንያት እምበኣር እዚ እዩ። ኣብ ሰባት ብቐጻሊ ዝረኣ ፎሲ ዘይብሉ ሓደ ሕማቕ ኣሎ። እዚ ኣድማሳዊ ሕማቕ'ዚ ናይ ምዃን ባህጊ ዘይምህላው እዩ። ብሉጽ ናይ ምዃን፣ ሃብታም ናይ ምዃን፣ ስሙይ ናይ ምዃንን ባህጊ ዘይምህላው። ስታዋርት ኦስተን ዋኢር ናይ ህንፃ መሃንድስ እዩ። ብዚ ሞያ ድማ ክሳዕቲ ቁጠባዊ ዝሕተላ ዝጋጠመሉ እዋን ሰሪሑ እዩ። ድሕሪኡ ግን ብሞይኡ ክሰርሕ ኣይከኣለን እሞ ገዛእ ርእሱ ክምርምርን ክፍትንን ጀመረ። ሞያኡ ብምቕያር ድማ ሕጊ ከጽንዕ ወሰነ። በዚ መሰረት ኣብ ቤት ትምህርቲ ሕጊ ትምህርቱ ድሕሪ ምክትታል ተመሪቑ ዓብዪ ናይ ሕጊ ኣገልግሎት ዝህብ ትካል ክምስርት ከኣለ። ሕጂ ክመሃር ኣይክእልን እየ እቲ ምንታይ ዝኣልዮም ስድራ ኣለውኒ ወይ ድማ ደጊም ዕድመ ከይዱ እዩ ዝብል ምስምስ ብምቕራብ ገዛእ ርእሱ ካብ ምምዕባል ዝዓግቶ ብዙሓት እዮም። እዚ ግን ጌጋ እዩ። ነዚ ዘረድእ ሚስተር ዋኢር ናብ ቤት ትምህርቲ ሕጊ ክኣቱ ከሎ ዕድሚኡ ኣብ ኣርባዕታት ነበረ። ከምኡውን በዓል ሓዳር እዩ ነይሩ። ንሱ ኣብ ቤት ትምህርቲ ሕጊ ምስ ኣተወ እቲ ዘዐወቶ ትምህርቲ ብጥንቃቐ ብምምራጽ ነቲ ንመብዛሕትኦም ናይ ሕጊ ተማሃሮ ዝወስደሎም ግዜ ማለት ኣርባዕተ ዓመት ብኽልተ ዓመት ክዛዝሞ ዝኽእል ፍልጠት ብኸመይ ከም ዝዕድግ ምፍላጥ ብሓቂ ዓስቢ ኣለዎ። ዓስቢ ዝርከቦ ዘይተሓላለኸ ሓሳብ ሓደ ኣብ ግሮሶሪ ዝሰርሕ ዝነበረ ሰብ ሃንደበት ካብ ስራሕ ተረፈተ። ኣብ ኣተሓሕዛ ሕሳብ ሒደት ኣፍልጦ ስለ ዝነበሮ ናይ ኣካውንታንት ሓጺር ስልጠና ብምውሳድ ምስ ዘመናዊ ኣገባብ ኣተዓጻጽዋ ሕሳብ ተላለየ። በዚ ከምዚ ናይ ሕሳብ ኣገልግሎት ዝህብ ትካል መስረተ። እዚ ሰብ እዚ ኣስራሒኡ ንዝነበረ ወናኒ ግሮሶሪ ዝርከቦም ሓደ ሚእቲ ዝኣኽሉ። ሰብ ዋኒን ብትሑት ወርሓዊ ክፍሊት ሕሳብ ክዓጽወሎም ውዕል ኣተወ። ሓሳቡ ግብራዊ ካብ ምዃን ዝተላዕለ ቤት ጽሕፈት ክኸፍት ኣድለየ። ኣብ ንእሽተይ ናይ ጽዕነት መኪና ዘድልዮ ኩሉ መሳርሒታት ብምጽዓን ዕዩቑ ጀመረ። ብርትዓዊ ዋጋ ኣገልግሎት ስለ ዝህብ ዓማዊሉ ብቕልጡፍ በርከቱ እሞ ተሓጋገዝቲ ክሳዕ ምቑጻር በጽሐ። እዚ ሰብ እዚ ብኣብ ፍሉይ ክእለት ዘድሃበ ፍልጠትን ስእለ ኣእምሮን ተሓጊዙ ነዚ ፍሉይን ዕዉትን ትካል ክምስርት ክኣለ። እቲ ዝሓለፈ ዓወት ዝኸፈሎ ግብሪ መንግስቲ ምስቲ ኣስራሒኡ ዝነበሮ ወናኒ ግሮሰሪ ክዋደደር ከሎ ብዓሰርተ ዕጽፊ ዝዛይድ ኮይኑ ተረኽበ። መጀመርታ ናይዛ ዕውቲ ትካል ሓሳብ ነበረ። ንሓደ ኣብ ሸቐጥ ተዋፊሩ ዝነበረ'ሞ ዝጠፈሸ ሰብ ነዚ ልዕል ኢሉ ዝተገልጸ ሓሳብ ክፍትኖ ምስ ነገርኩዎ ሓሳብካ ኣይጸላእኩዎን ግን ብኸመይ ናብ ገንዘብ ክልውጦ ከም ዝኽእል ኣይፈልጥን እየ ብምባል መለሰለይ። ንሱ ብዛዕባ ኣተሓሕዛ ሕሳብ እኹል ኣፍልጦ ነይርዎ እዩ፣ ንፍልጠቱ ብኸመይ ኣብ ጥቕሚ ከም ዘውዕሎ ግን ኣይፈለጠን። ንዘይዕግበትካ ናብ ረብሓኻ ቀይሮ። ዳን ሃልፒንግሩም፣ ኣብነት ናይቲ ንዘይዕግበትካ ናብ ረብሓኻ ቀይሮ ዝብል ሓሳብ እዩ። ንሱ ኣብ ሽሕን ትሽዓተ ሚእትን ሰላሳን ተምሃራይ ኮለጅ ኣብ ዝነበረሉ እዋን ኣካያዲ ስራሕ ናይታ ብኖትሮኬት ትእለ ዝነበረት ክለብ ኖተርድሃም ነይሩ። ሃልፒን ካብ ኮለጅ ክምረቕ ከሎ እቲ ኩነታት ጽቡቕ ኣይነበረን። ብሰንኪ እቲ ሽዑ ዘጋጠመ ቁጠባዊ ዝሕተላ ስራሕ ክረክብ ኣዝዩ ኣጸጋሚ'ዩ ዝነበረ እሞ ፈለማ ንሓጺር እዋን ኣብ ሓደ ናይ ወፍሪ ባንክ፣ ቀጺሉ ድማ ኣብ ሓደ ፊልሚ ዘፍሪ ትካል ተቖጺሩ ሰርሐ። ድሕሪኡ ኣብቲ ዝሓሸ መጻኢ ኣለዎ ኢሉ ዝኣመነሉ መሸጣ ብሓገዝ ኤለክትሮኒክ ዝሰርሕ መስምዒ መሳርሒ ብኮሚሽን ኣብ ምሻጥ ተዋፈረ። ነዚ ስራሕ እዚ ዝኾነ ሰብ ክሰርሖ ከም ዝኽእል ይፈልጥ ነይሩ እዩ። ንዕኡ ግን ባብ ዕድላት ከርሕወሉ እኹል ነበረ። ሃልፒን ብስርሑ ዕጉብ እኳ እንተ ዘይነበረ፣ ንኣስታት ክልተ ዓመታት ግን ካብቲ ስራሕ ኣይተኣለየን። ብዛዕባ እዚ ዕግበቱ ገለ ክገብር እንተ ዘይክኢሉ፣ ካብታ ዝነበራ ኣናቕ ከም ዘይብል ይርዳእ ነይሩ እዩ። ፈለማ ኣብታ ዝሰርሓላ ኩባንያ ተሓጋጋዚ ኣካያዲ ስራሕ ክፍሊ መሸጣ ክኸውን ዓለመ፣ ተዓወተ ድማ። እታ ዝደየባ ሓንቲ ደረጃ ሕልፍቲ ሓመድ ሓፋሽ ዝዓበየ ዕድል ክርኢ ኣኽኣላቶ። ሃልፔን ናብ ሓላፍነት ምስ መፀ ኣብ መሸጣ ናይ መስምዒ መሳርሒ ዓብዪ ዓወት ተመዝገበ። እዚ ዓወትዚ ነታ ንዕዳጋ ናይ መስምዒ መሳርሒ ተቋፃፂራቶ ዝነበረት ዲቶግራፍ ፕሮዳክትስ ዝተባህለት ኩባንያ ኣዋፃፅኣ። በዚ ዝተመሰጠ ኣካያዲ ዲቶግራፍ ፕሮዳክትስ ብዛዕባ ሃልፒን ንምፍላጥ ደብዳበ ለኣኸ። ድሕሪ ዝተገበረሉ ቃለ መሕትት ድማ ኣብ ኩባንያ ኣካያዲ ስራሕ ክፍሊ መሸጣ ኮይኑ ክሰርሕ ሓላፍነት ተዋህቦ። ኣካያዲ ስራሕ ዲቶግራፍ ፕሮዳክት ንብቕዓት ሃልፒን ንምምዛዝ ብዝብል ዕላማ ንሰለስተ ወርሒ ናብ ፍሎሪዳ ገሸ። ሃልፒን እንተ ክጥሕል እንተ ሓንቢሱ ክወጽእ ኣብ ብልሑዩ ክምርኮስ። ሃልፒን ኣይጠሓለን። መንፈስ ናይቲ ኩሉ ዓለም ንዕዉት ሰብ እዩ ዝፈቱ። ዝሰዓር ሰብ ዝኸውን ግዜ የብሉን። ንዝሰዓር ሰብ ዝኸውን ግዜ የብሉን። ዝብል ዝነበረ ኣሰልጣኒ ኑን ሮፕት ኣተባብዖን ኣነቓቕሖን። በዚ ድማ ኣዝዩ ዓቢ ኣበርክቶ ክገብር ከኣለ። ድሕሪ ሽዱሽተ ኣዋርሕ ምኽትል ፕረዚደንት ናይቲ ዓቢ ኩባንያ ክኸውን በቕዐ። በዚ ናይ ምክትል ፕረዚደንት ጽፍሒ ኣብ ዓሰርተ ዓመት እውን ይኹን ዝርከብ ኣይኮነን። መብዛሕትኦም ቶም ኣብ ዓሰርተ ዓመት ነዚ ጽፍሒ እዚ ክበጽሕዎ ዝኸኣሉ ድማ በቲ ዝረኸብዎ ዕጉባት እዮም። በዚ መሰረት እታ

መቕርብካ ብዋጋ ዘይክትመኑ ይኽእሉ እዮም። ዓወት ኮነ ውድቀት ውጽኢት ልምዲ እዩ። ኑት ሮክስ ንክለብ ኖተርድሃም ኣህጉራዊ ተፈላጥነት ከሕተሕድር ዘኽእላ ብሉጽ ኣመሪካዊ ኣሰልጣኒ እዩ። ንሱ ድማ'ዩ ኣብ ኣእምሮ ሃልፒን ሰብ ኣብ ዝሰርሖ ዘበለ ብብሉጽነት ክሰርሕ ኣለዎ ዝብል ሓሳብ ዝዘርአ ምስ ዕዉት ሰብ ምስራሕ ሓጋዚ እዩ። ኣብ ንግዲ ተራ መሻርኽቲ ኣብ ዓወትን ውድቀትን ዕዙዝ እዩ ዝብል እሙንቶ ኣለኒ። ስለዚ ንመሻርኽትኻ ብምጥንቃቕ ምምራጽ ኣድላዪ እዩ። ተራ ሰብ ዘየርብሕን ዘባህርርን እዩ። ተራ ኮይንካ ግን ናብ ዝለዓለ ጽፍሒ ክድይብ ኣይከኣልን እዩ። እምበኣር ግብራዊ ውጥን ብምሕንጻጽ ናብ ላዕሊ ንደይብ። ንሓሳብካ ብኣብ ፍሉይ ክእለት ዘድሃበ ፍልጠት ኣሰኒኻ ርባሓሉ። ንብሉጽ ሓሳብ ዋጋ ክትምነሉ ኣይከኣልን እዩ። ብድሕሪ ነፍሲ ወከፍ ብሉጽ ሓሳብ ኣብ ፍሉይ ክለት ዘድሃበ ፍልጠት ኣሎ። እቶም ክህብትሙ ዘይከኣሉ ብሉጽ ሓሳብ እምበር ኣብ ፍሉይ ክእለት ዘድሃበ ፍልጠት ኣይኮነን ስኢኖም። እዚ ብሓቂ ዘሕዝን እዩ። በዚ መሰረት። እቲ ሰባት ንፍልጠቶም ብኸመይ ኣብ ረብሓኦም ከውዕልዎ ከም ዝኽእሉ ዝሕብሮም ሰብ ብዙሕ ተጠላብነት ኣለዎ። ስእለ ኣእምሮ፣ ኣብ ፍሉይ ክእለት ዘድሃበ ፍልጠት ምስ ሓሳባት ኣወሃሃድካ፣ ውጥን ሓንጺጽካ ሃብቲ ከተኻዕብት ዘኽእል እንኮ ኣገባብ እዩ። ናይ ምሕሳብ ክእለት እንተሃልዩካ፣ እዛ ምዕራፍ እዚኣ ኣብቲ ሃብቲ ንምኽዕባት እትገብሮ ጉዕዞ መጀመሪ ክኾነካ ዝኽእል እኹል ሓበረታ ሂባትካ ኣላ። ኣስተውዕል እዚ ኣዝዩ ኣገዳሲ ሓሳብ እዩ። ፍልጠት ግን ፈቐዱ እዩ ዝርከብ።